ናበይ ናበይ ደኣ
ናብ ችቸሮ
ፍራድዛ ክትብል ዲኻ ኖኖ ምስ ቀይሕ ባሕሪ እምበር ናይ ፋይናል ግጥም ኣለና
ተውሳኽካ ቀደም ንእሽተይ ከለኻ ዘይገበርካዮ ዶ ሕጂ ክትገብሮ ኮንካ

ቀርኒ ከኣ ኣብቁለ ምሳኻትኩም ደኣ ቀርኒ ይኮነን ገረብ ከማን ኣብ ርእሰይ ክትከል
እዚ ኣውደ ዓመት እዚ ኣውደ ዓመት እንታይ ክትገብራ ደሊኻ ኣለኻ ምስለኒ ኣበይ እሞ እዛ ናይ ሎሚ ኣውደ ዓመት ካንጋሮ ክትከውን እያ
ካንጋሮ ካንጋሮ እንታይ ማለት ካንጋሮ ደኣ ኣብ ኣውስትራልያ ጥራይ ትርከብ እንስሳ ወይለከይ እሞ ሰናይ ግባሪ ካብ ኣውስትራልያ ካንጋሮ ክሰደልካ ኢላትካ ስበር እንታይ ክትሰድድ እዛ ካንጋሮ ኣዝያ ዘላሊት ስለ ዝኾነት ነዛ ኣውደኣመት ንጠራ ማለተይ ንጠራ
ሽጉር ኢልኩም ኣታ ባኽኔት ችግር ማሓደ ኣባሉ ዶክተር ፀውዕ እሞ ኦፕሬሽን ቅድሚ ምግባርካ ዝወግኡኻ መደንዘዞ ኣውግኣና እሞ ካብ መዓልቲ ድማ ከይረኣና እያ ትምጣ
ዋ ባባ ፈትሒ ሓልሚ ከማን በጃኻ እዛ ወደ ኣመት እዚኣ ነንዶ ክትንጠር ጤል ከማን ኣይተሓረድን እቲ ኣድጊ ከይተርኪብኒ ዛዛምን ጥይት ከይተርኪ በጃኺ ዋይ እይ ከላ ኣውደ ኣመት ስግድን ብበጊዕ ምሕራር ክሓልፍ ኣለዎ ኣይኮነን ብራዋ እዛ ጓለይ ካብ ኣዴኺ ንስኽተሽ እስካ ሕጂ ትማራፂ ዝበልክዮ ንገር ጽቡቕ ወጋሕታ ብገዓት ትፋስክ ሰዓት ዓሰርተ ናይ ንግሆ ድማ ደርሆኻ ትቖርስ ሰዓት ክልተ ናይ ምሸት ድማ በጊዕካ ጌርካ ልስሉስ መስተኻ ጌርካ ትቋደስ ቡንካ ቆሊጥካ ድማ ብፓስትን ዕምባባን ካሪመለን ብሽኮትን ብቁርስን ተሰኒኻ ቲብኻ እንዳረኣኻ ኬፍ ዘለዎ ውድኣመት ትሕልፍ ኣሰይ ኣሰይ ኣሰይ እዞም ደቀይ ኣሕመድ እኮ ኣሕመድ ከም ዝደለኻዮ ዘይኮነስ ከም ዝኾንካዮ ኢኻ ትኾን ኣነ ድማ ሪኦም ኣለኹም ኢደይ ንድሕሪት ጠውየ ሀይ ሀይ ሀይ ሀይ ሀይ ኣለ። ስሚ ደላይ ፅቡቕ እንድሕር ኮንካ ተፀባይ ፅቡቕ ዘይኮነስ ኣምፃኢ ፅቡቕ ክትከውን ኣለካ ዋ ኣሕዋትና ደው በሉና ዝኾነ ርአና ንሰርሕ ሃብታም ክብሲ ድኻ መዓኮር ሓብጥ እዩ ዝበሃል
ማዕኮርና ኣይኮነን ርእስና ከባል ኣሕዋቶም ዝሰረድሎም ስየ ንስኻ ክትበቀሎ ሓቆም እዮም ስምዓዮም ዞም ቆልዑ ናይ ሓቂ ኣይትሰይ በዋርሕ ርይጦም ዘምፅዎ ሲ ብሓንቲ መዓልቲ ብትን ኣቢልና ከነጥፍኦ ዋይ ኣንታ እንታይ ኢና ንገብሮ እዛ ዋ ገንዘብ እንድሕር ተዘረኻ ሓሻሽ እዩ ገንዘብ እንተቆጠብካ ከዓ በቃ ዋይ እንታይ እዩ
እሞ ድሓ ሎሚ እቲ ዕዳጋ በጊዕ ከይትርስዕ እንታይ ኢልክ በጊዕ
ኣቲ ማማ በጊዕ ኢልኪ መን በጊዕ እዩ
ኣነ በጊዕ እየ በጊዕ ዲኺ ዝበልኪዕ ዝበል ሓን ሓን ሃና ፍራቑቋ ዘይፈልጥ ሲሃለና እዩ በጊዕ ዘይምግዛእ እምበር በጊዕ ምባል ሲሃስየናኒ ባባ እተን ትማል ዘርኣኹኻ ጫማኻ ከይትርስዐ ፅባሕ ምሸት ምስ መሓዙተይ ጌቱ ጌዘር ስለ ዘለኒ ክኽደነኒ እቲ ናይ ሰለስተ ሽሕን ሓሙሽተ ሚእትን እዋ ገንዘበይ እንዲ ኣቦ ድማ ሓወይ ዝሰደደለይ እታ ሽሕ ድማ ኣብ ኢደይ እሞ ኩንታል መሸላ ሳብ እግሪ ክረግፅ ክትከዲ እወ እተን ናተይ ንዓይ ኢሉ ዝሰደደለይ ድማ ኣብ ኢደይ ኢኻ ትበኒ ባዕለይ እየ ዝደለኹዎ ዝገዝእ። እሞ እቲ በጊዕናስ ምሕዛን ከ ብምንታይ ክግዛእ? ኤህ ዶቦይ እተን ንዕኦም ኢለን ዝተሰደዳ ሃቦም ደሓር ንኣቦ ዶም ኣይሃበናን እንተኢሎሞ ከይበኣሰ ካብ መመሬት ከኣ ከውሕኽ ይገብራ ይብለካ ኣሎ ባባ
ባባ ንሕና እኮ ብሂምቦል ስለ ዝኾነ ንሕና ድማ እታ ሴራ ስለ ዘይብልና እዩ ክባእኻ ሰይድዎ እምበር ገንዘብና እዩ እቲ ናይ በጊዕ ድማ ብላዕሊ እዩ ሰይድ እቲ ናታትኩም ከ ብታሕቲ ኣታ ጸላኢና ውላዱ ሕምቆ ዋይ
ዋይ ባባ ከም ድኻ ኩላ ግዜ ጾም ሙሴን ሳውዲ ኣሞት እምበር ገብረና ደል ማማ
ኣውደ ዓመት ኣውደ ዓመት ክመስል ኣለዎ ሓቀይ ሓቅኺ እዛ ጓለይ

ዋላ ኣብ ኩሉ ደልየ ሲኢነካ ሕጅስ ናስቲ እንዳ መላጸ ከም ዝከድክዮ እቲ ሰራሕተኛ ካሲር ንጎሆ ቅልቅል ኢሉ ምስ ከደ ኢልኒ። እንታይ ደኣ ኮለል ትብሊ ኣድራሻይ ደይ ትፈልጥየን ኢኺ። ወሪድኒ ደይ ሕጅስ እቲ ሰራሕተኛ ከኣ እዩ ምናልባት ኣብዚኣ ኮፍ ብል እዩ እሞ ምስ በለንስ ናይ መጨረሻ ፈተነ ኢለ እሞ ረኺበካ ከኣ ኣበይ ድዩ ድራሻኻ? ኣድራሻይ ደኣ ኣብ ጁባይ። እንታይ ማለትካ እዩ? እዚ ደይኮነን ኣድራሻይ ንርሑቕ ዘቕርቡ ጸዓዱ ሲኢደ ሰባራ ክትገብርዮም ድውል ዘይተብለኒ። ንምንታይ ክድውለልካ?
እታ ሞባይለይ ካርድ ስለ ዘእተኹላ ደስኪላ። ዋእ ብናይ ካልእ ሰብ ከኣ ሚስኮል ትገብሪ። ካብ ሓንሳብሲ ሰለስተ ሞባይል ገይረ ሰለስተ ግዜ ፈቲነልካ እየ። ሓቅኺ ኣነ እንታይ እዩ ጸገመይ መሲልኪ? እንድሕር ዘይፈልጣ ቁጽሪ እንተኾይና ኣሽንኳይ ዶ ሚስኮልሲ ዋላ እንተደወሉለይ እውን ኣይቅበልን። እንታይ ክትረክብ?
ኣቲ ጦቕ ኢለ ባህበንንስኪ ርብሪበ ፍለኩ ኣለኹ ኣነ እንታይ ዝገበርኩ ሰበየ ሓሰኻ ደንበ ኣብዚ ንብረመሉ ከም ዝበሃል ሃበኒ ሃበኒ ሃበኒ ኣቲ ገሊኦም ዘይሓብሩን እኮ እዮም ሚስኮል ገይሮምስ ኣለቃ ሓናብ ንክገብሩ ዝሰኣነ እንታይ ዘይገብር ክንደይ ሕማቕ ሰብ ድዩ ዘሎ ኣብ ክንዲ ዝሰርሕ ዕዳው ዝርግሕ በዚሑ
እዞም ክሰርሑ እናኸኣሉ ዝልምኑ እሞ እዝጊሄር ዝፀልኣሎም እዩ እምበር ነዚ ረመፅ ዝኾነ ገፅ ክትርኢ ደስ ዝብሎ ሰብ ኣሎ መሊኡ ዳሃብ ሓፍተይ ሓደ ሓደ ከምዚ ከማኽኒ ጉልባቡ ዘይቀልዐ እምበር ወረ ገሊኦምስ ጢን ተሰሪዖም ከለዉ እዮም ጠኒና ዝብሉ ሓቅኻ ኣበይ ክሰኣኑ ገለን ብማይ ገለን ሰኣን ማይ ዝበሃል ሓቂ እዩ ሎሚ ሎሚ ርኢ ከለኺ ብምሃብሲ ኣብዚ ትሽትሸይ ጽኪ ኣውፅእ ሓበኒ ዝበለኒ ድሕሪ ሕጂ

ሄሉ
ሮቢ
ኣሻቒልክኒ እኳ ኔሩ ደሓን ዲኺ ዝገደፍካ ገዲፍካ ምፃእ ኢልክኒ ኣታ ሮቢ ሓወይ ናይ እሞይ ቴሌፎን ትሰርሕ የላን ይህ እንታይ ኮይና እንዴ ደስ ኪላላ ስበላ ኣይኣምነክን እየ ክሳብ ከምኡ ድያ ትበፂሓ ዘለ ኣታ ናቱስ ባዕሉ ምፈለጠ ሞባይላ ክተሐድስ ካብ ዘይከኣለት እኮ ነውዲ ኣመት መሕለፉ ገንዘብ የብላን ማለት እኮ እዩ። እውይው ሓቅኺ ኣቲ ከምኡ ከ እባ ኣሎ ኣብ ከብዲ ጥሙይ የለን ጽጉብ ኮይኑ እምበር ኣለወ ሓቂ ብሓቂ እዚኣስ ዘረባ እያ። ኣይ እሞይ ፈታዊት ጥዑም ትፈልጥ ዲኻ ጸብሓ ኮኒ ሓጻርን ዘይተሰለሰትን እያ።
ጽብሓ እሞይ ሓፋስ እያ ዝያዳና ግን ንስኺ ትፈልጥያ። ዋ ኢ እንታይ ማለትካ ደዩ? ማለተይሲ ካብ ኩላትና ንላዕሊ ንዓኺ ስለ ትፈቱ ጸጸዊዓ ቃለ ቁምጽ ተብለኪ። ኣታ ግላይ እስኻ ደይኮንካን ምሶም ሞይተ መሲሐ ምሳሓይ ትጸበዩኒ እንዳበልካ ትዛረብ ነበርካ ድሮ ረሲዕካዮ
ረሲዐዮ ዘይኮንኩ ግና ካብ እመት ስድሪ ላታ ድዩ ዝበሃል ንኹላትና ትፈትወና እንድያ ግናይ ከማኽን ሓቃ ዝያዳ ክላትኩም ኣነ እንዴ ዝግደሰላ ሕጂ እዚኣ ንም እንዲ ዝኪሩ ወይ
ኣንቲ ናብ ካልእ ደግዳይ ዕዝር ኢላ እንታይ ክደሊኽኒ ናይ ድሓን ኔሩ ድሓን እየ ኣነሲ ድሃይካ ጠፊእኒ እሞ በዛ ሞባይል ደዊለ ድሃይካ ከይገብር ከዓ ከምዛ ዝበልኩኻ ሕሳብ ዘይብላ ኮይና ሕጂ ከኣ እንኳዕ ገጽካ ረኣኹሞ ከይደ ደሓን ናይ ብሓቂ ዲኺ ናፊቅክኒ እወ
ዝቕ ኣቢለካ እምበር ዶበጭ ሓወይ ኣይ እሞ እንታይ ደኣ ሞባይለይ ደስኪለ ኣዶ ሕሳብ የብላን ትብል ኣይትስኣነኒ ስኢነ ዶበጭ ሓወይ እወ ሕጂ ከኣ ተስፋ ስለ ዘቑረጽካኒ እየ እምበር መሕለፊ ውዱእ ኣመት ሃበኒ ክብለካ ኢለ መጽ ኣቲ በስመ ኣም በሊ
ስኢለ ኣንፈት ተሃብኩኽሲ ድርግም ክትብሊ ሓቅኻ ሓቅኻ ባዕልኻ ደፋፊእኻኒ እምበር ተስፋ ቁረጽ ምስ ኣበልካኒ እዋ ነዛ ጸገመይ ኣብዛ ውሽጠይ ይእትው ኣቢለ ገዛየ ሃው ክብለኒ እሞ ኣነ ደኣ ካበይ ክህበኪ እንተዝህልወኒ ደኣ ሓደ ሓደ ምበልኩ ከም ሰበይ እምበር ኣብዚ ዶ ከም ወዲ ቴስዓ ምስ ዝኾፍ ምበልኩ
በል ሕራይ ኣነሲ እቶም ደቂ ካብሩኻት እዮም እሞ ገለ ድኾን ሰዲዶም ዝኾኑ ኢለ እየ
ነይሮም ደኣ በሊ ኣቲ እዚኦም ሎሚ ጨኪኖም በ ከይንድውለሎም ሞባይሎም ቀይሮም እ? ኣሽንኳይ ገንዘቦም ሲ እቲ ድሃዮም ከማን ጠፊእና ኣሎ
ዳህያው የብልካ ስጋኺ
ገዛ ዶ ኸይድኪ ነርኪ ዋ ይሄ ታይዳ ሓቲትካኒ ማለተይ ሲ እታ መብራት ጉራሕ እንድያ ኣሕሊፋ ኣይትህቦምን እያ ዋላ ድሃይ ዘይብሎም መድሃኒ ኣለም ድኣ ምንክል የብላ እምበር ዋ ኣታ ተጌርሃካ ንርኣዩ ለይላ
ኣይደዊሎም እንዲም ቀኒዮም ገንዘብ እንዲም ሰዲዶም ነይሮም ስለ እትብል እያ ከይተጋግየኪ ኢለ ሓቃ ለባም ኮይና ፅሑፍ እኳ እዩ እቶም ከይረኣዩኒ ዝኣምኑኒ ብፁዓን እዮም ኢልዎም ክርስቶስ ሕጂ ድማ ካብቶም እናተሰደደሎም ዝኽሕዱ እቶም ከይተሰደደሎም ዘመስግኑ እዮም ቁንዓት እንታይ ክቆንዑ ዳ ሓሰውቲ መሰኻኽር እምበር
እሞ ንሓሳዊ ዶ ኣምላኽ ፈገዕ ኣብሎ ኣይ።
ኣምላኽ ዶ ሰብ ጌርኪ ኢኺ ንሱስ ጸዋርን ዓቃልን እምበር። ን ንሓሳዊ ስምንክሎ ዶ። እንድዒ ከም ድላዩ ኣብ ስራሕ ኣምላኽ ዶ እቶ። ኣየ ደወጭ ከይደ ደኣ ግዲ የብልካን። እወ ኣምላኽስ ንሓሳዊ በርቂ ሰዲዱ ርእሱ ጭድድ ደብሎ ኢለካ ከይደ። ኤህ ኣይስማዕኺ ኣይስማዕኻ ከኣ ኢለኪ ኣለኹ ኣነ ኣታ ክንደይ ክፍኢቲ መልሓሳ እዋይ እንኳዕ እስኽሲ ኣምላኽ ኣይኮንክን ከተወድእና
ሓቅኺ ኣይ ኣሞይ ፈታዊት ጥዑም ኣብ ውድ ኣመት ንበይና እንከላ ንእሸይ በጊዕ ምሕራድ እኮ ዘይትፈቱ እቲ ኣቦ ደም ሓወይከ እንታይ ኮይኑ እዩ ዘይሓገዘ ኣታ ንሱ ደኣ ዝሕገዙ ሰባት በዚሖም ምኾኑ ግንሲ ዝያዳ ንመን ሕግዝ ክፈልጥ እዩ ነይርዎ ተጋግዩ
እሞ የሉ ሓፍተይ ኣነ ንስኽን ገለ ክንገብር ኣለና እሞ ንኸምኡ እንደ ጸዊዐካ ዘለኹ ግናሲ ካብ ኩሉ ግዜ ዓሳ ትበኒ ኣጋፋ ዓሳ ርእኒ ትብል ምስላ ቻይናውያን ክትጥቀመላ ስለ ዝደለኹ እየ ከመይ ማለት እዩ ማለተይ ዶ ኣሞይ ጉልባቦ ካብ ትቕልዕ ሞት እያ ትመርጽ እቲ ንሕና ናይ ቀጻሊ ሓገዝ ንሕግዛ ድማ ከሰክፋ ወይ ከኣ ናብ ዘየድሊ ውሳነ ክወስዳ ስለ ዝኽእል፣ ህይወታ ትመርሐሉ መንገዲ ክነናዲ ናይ ግድን እዩ። እንተ ተረኺቡ ደኣ ጽቡቕ፣ ግና ብኸመይ ክኸውን ዘለዎ?
እወ፣ ኣነ ሓንቲ ነገር ሓሲበ ኣለኹ። ራሄል ሓፍተይ፣ እንታይ እያ?
እንታ ደወት ዝሃብ ዳኣ ደሓን ድያ ኣንታ እዚኣ ስኢዳ ዘረባ ሰብ ኣይትሰምዕን እያ ብጃኻ ኢለካ ሚኒን እያ እንታይ እያ ኮይና ምስተን ጎረባብታ ኣይተሳነየት ካብ መዓስ ካብ መዓስ ካብ ሰኑይ ስጋብ ዓርቢ ዶ ክብለካ እንታይ ማለት እዩ ሳምሪ። ደሃብ ስኻብ መዓስ ትበኣስ እንታይ በሃሊት እብለካ ኣለኹ። ክላ በጃኻ ኢለካ ግደፈና። ዋይ ንቀባራይ ዲኻ ከተርድእ ደሊኻ ጠባይ ሓፍተይ ንዓይ ጠፊእኒ። መቸም ደወች ጉጥር እንተ ኢልካ ብ ሕቶ ናብ ሕርቃን ናብ ባእሲ ኢኻ ትኸይድ። ኣነ ሓሪቐ
ግደፍ ዓንዳይ ከይሓረቕኩ ኣይትሕረቕ እናበልካ ኣይተዕርቐኒ። በል ስማዕ
ደሃብ ምስ ጎረባብቲ ዘይኮነት ምሳኻ እያ ተባኢሳ ከይዳ እህ፣ ሓሓሊፉ ከም ዝመፀኒ ዝነበረ ቃላትካን ጠባይካን ደሚረ ኣለቅሓኒ ወይ ሃበኒ ኢላትካ ስለ ዝኣበኻ እያ ፀርፀር እንዳበልኩ ባዕላ ትፈልጥ ክኣብለካ ኣለኹ ኣነ ኣብ ምንታይ እየ ክምቀል ኣነማ ዋርዳ እሞ ኣንታ ደሞፅ ክንደይ ትጭክን እንተ ሓገዝካያ እንታይ ትኸውን መኻን ሓብትኻሲ ካባኻ ሓሊፋ መን እዩ ክሕግዛ ባዕላ እያ ባዕላ እያ ደሃብ ሓብተይ መዓስ መኻን ኮይና ሰብኡት ክትንዕቅ ከተማርጽ እያ ከምዚ ወዲቃ ዘላ ሕጂ ሓይሽ ብዛዕባ ዝሓለፈ እሞ ድማ ዕድመይ ከም ደርፊ ንድሕሪት ክትመልሶ ስለ ዘይትኽእል ሕጂ ናይዚ በጺሓቶ ዘላ ጥራይ ፍትሓላ ዓንዳይ ሓብተይ እኮ ካባኻ ንላዕሊ ንዓይ ትቐርበኒ ግና ብምሃብ ረብሪበ ጥሪልካ ከምዚ ከምዚ ትበልበል ዓንቀርካ ከይትወግእ ግዳ ኣነ ካብ ምኽኒኻ ክትሰዳ እምበር ክትብሪ እየካ ኣይፈልጥን
እምበኣር ክህባ ከለኹስ ንዓኻ ጸዊዐ ህባ ኣለኹ ዘይበልኩኻ ዲኻ? በል ኣነ ክትፈልጥ ናተይ ከምታ ናይ መጽሓፍ ቅዱስ ኣካይዳይ ክህብ ከለኹሲ ኣሽንኳይ ኢደ ሰብ እዛ ጸጋመይቲ ኢደይ ከማን ኣይትፈልጦን እንታይ ትብል ወደይ ኣነ ደኣ ከምዚ ዘይትመስለኒ ዝነበርካ ንስኻ ደኣ ብደውካ እንዲኻ ጸዲቅካ መንግስተ ሰማያት ኢኻ መን ደኣ ኣሎ ልዕሌና ዝጸድቕ ኣንታ ሂበ ክብል ዘይደሊ ባዕልኻ ኢኻ ኣዛሪብካ ኣሕጢኻኒ ዘለኻ እምበር ኣነ ጉልባቡ ቆሊዑ ሃበኒ ንዝበለ ሰብ ኢደይ ዝርጉሕ። እንካ ሕጂ ደኣ እሞ እንታ ኾንካ እንዶሚኖ ትጻወት ከም ዘለኻ የእዳውካ ትኾርምየኒ ጌርካየን።
እኔ ሓደ ግዜ እንደ ግዳይ ክዕልለካ ሓደ ወድሲ ኣነ ብሕክምና መጽኤ እሞ ሕጂ ሓውየ ናብ ዓደይ ናብ ባጽዕ ክምለስ ደልየሲ ናይ መስረራ ኣውቶብስ ስኢነ ይብለኒ እሞ እዚ ከብደይ ግልብጥብጥብጥ ይብለኒ ሚእቲ ናቕፋ ኣውጽእ ይህቦ
እሞ'ዩ ወዲ ከኸደ ዶ እንታይ ክኸይድ ደኣ ዘይወዲ ባጽዕ መዓስ ወዲ ባጽዕ ኮይኑ ዋይ ኣታ ወዲ ኣብኣ ከለኹ ጫማይ ክጽርግ ኢለ ቦታ ኣንጎሎ ጥውይ ክብል ከለኹ ብትንዳኒ ስትሮ እቲ ቆልዓ ከዓ ከየለልየኒ ነቲ ጫማ ምሳይ ብኮይ ብጎነይ ኮይኑ ጫማ ዘጽርግ ዝነበረ ልክዕ ከምታ ናተይ ኣይብሉ
እዋይ ጉጅለ እሞ ንሱኸ ከምታ ናትካ ሂብዎ ዶ እንታይ ክህቦ ደኣ መዳናገሪ ምዃኑ እምበር ዝፈልጦ ኮይኑ ጸኒሑ ብጣዕሚ ዕድለኛ ኢኻ መኪና ሒዘ ንበይነይ ናብ ባጽዕ ብገስ ስለ ዘለኹሲ መተዓልልቲ ኸማ እንትኾነኒ ንዓናይ ምሳይ ተበገስ ኣይብሎን ክበል እዩ ወይ ክበልሕ እሞ ኸዳ እንታይ ኮነ ጭድ እንድሕር ክትህብ ዘይደለኻ ርድእኻ ዘይትብል ስኢልካ ድራርና ትዓፅወልና ይብሎን ኣታ ወደ ቁሩብዚ ስቕም ዘይብል
ኣነ ሓደ ነገር ኣሎ ግርም ዝብለኒ እንታይ እዩ ንሱ ከምዚ መሰልቲ ዝብልዎ ብኣመልካቲት ኣጻብዕትኻ ናብ ሰባት ከተመልክት ከለኻ እተን ዝተረፋ ኣርባዕተ ጻብዕትኻ እሄ ንስኻኸ ይብላኻ ከም ዘለዋ ዘይንፈልጥ ምዃንና ይህሞ መሲልካ እንታይ ኣምፃኻ ክሓተካ ዶ ሕተተኒ ደሃብሲ ለማኒት እያ ዲኻ ትብል ዘለኻ እባ ደኣ ዋና ቦቲ ንስኻኸ ጉዳይትኸ
ኣነ ደኣ እናተኸብኩስ ለማኒ ሰባትሲ ነቲ ዝገብርዎ ሕማቕ ነገራት ምስ ግዜ ምንዋሕ ይርዕምዎ እሞ ጽቡቕ ዘለዉ ይመስሉ። ሕጂ ንስኻ ፈቲኻ ጸሊእኻ ዋላ ካብ ደቅኻ ይኹን ለማኒ ኢኻ። ንስኻ ናብ ኣሕዋትካ እንተጨኪንካ ደቅኻ ከኣ ንዓኻ ከይጭኩንልካ በጃኻ በጃኻ ነዛ ሕማቕ ግዜ ተሓጋጊዝና ንስገራ ተሓጋጊዝና
ወይነ ንስኻ ደኣ ኣንታይ ዘይኮነ ማዓዳይ እንድዮም ክብሉኻ ነይርዎም በል ምምዓድ ጽቡቕ ምዃኑ ትፈልጥ እንተኾይንካ ነብስኻ ፈትሽ ስንኻ ገይጽካ ሂሂ ኣይትብል ዓንቀርካ ከይትወግእ ስኒ መሰኤ

ሃብቲ ማለት ሒዘ ተጥንቅቓሉ ነዚ ሓራዳ ኢለ ክግዕር ሃምስየሲ ተፃዊትልክን ከይዱ ኣንታ ኣባት ኢኻ ኮንካ ወይ ኣነ ዶ ወጫነ እዞም ካቲቦታት እዚኣቶም ክፈልጦም ከ ካብዛ ወጋሕታ ድቃስ ወሲዳትኒ እምበር መንበር ኣውፅኤ ቆይ ሓለዋ ቅፅል ክወፅእ ሓሲበ ነይረ ኣሕ፣ ወይ ኣነ ሳንጣ ከነይርዎ ዶ እዋ ክልተ ሳንጣ ከማን ክልተ ከዓ
ኣቲ ኣየዕዊርና እንዲዳ ኣንታ ኣባ

ዋይ ኣነይ እዚ ኩሉ ኣሽሓት ኣጥፊኤስ ካብ ሓኸለ ፍርቂ ካብ መሰንገለ ፍርቂ ኪሎ ዝኸውን ክወስድ ኣንቲ ናይ እዚ ንበይኑ ቆይ ካብ መዓንታ ካብ መዓንታ ቆሪፁ ክወስድ እዋይ ባባ ከተጋንን ካብ መዓንታ ቆሪፁ ከም ዝወሰደስ ብኸመይ ፈሊጥካ ብኸመይ ፈሊጥካዮ እወ ግርም ንዓይኒ ደቦጭ ዘታለኒ ሰብ የለን ክትፈልጥ በዚ ገይረ ዓቂነየ ሸውዓተ ሜትሮ ክኸውን ዝግብኦ ኣርባዕተን ፈረቓን ጸኒሕኒ
እሞ ሰቢና ሓሪድና እና ሰቢና ሓሪድና ካብ በጊዕሲ ሸውዓተ ሜትሮ ትፅበ ኣለኻ እዋ ኣንቲ እንታይ ክትብሊ ዘለኺ ሰብን እንስሳን እኮ ሓደ እዩ

ሎማዓንቲ ገለ ኢኻ ኮንካ ሕሉፍ ሓሊፉካስ ብሜትሮ መዓንጣ ክትዕቅብ እንታይ ደኣ ክንገብር ግዜ ምስ ከፍአ ሰረቕቲ ምስ በዝሑ ንዕቅብ
ከመይ ኣርፊድኩም እንታይ ደኣ ደሓን ዲኹም ሓራዳይ ጉድ ጌርና ምሳና ጉዚ ከም ዝኣተወሲ ገንዘብን ዛንጡይ መዓንጥን ስጋን ሓኸልን ለኻኺምና ከይድ ሞኻ ዘይንፈልጦ
ደሓን ደሓን ደሓን ሽፋ ግበረሉ ንስኻ ፅቡቕ ኣውደ ኣመት ሕልፍ ዝተረፈ ኣኽለና እሞ በቲ ገንዘበይ ሓቂ ክንስኺ እንታይ ርሂፅ ኩሉ እስኺ እቲ ዝሰረቆ ክልተ ሜትሮን ፈረቃን መዓንጣ እባ ይሓንቆ ኸውን ሸቐቕ ኣብሎ ኣታ ኣበየ ተወርድካ ከልቢ ኮይኑ ሳኡ ከሎ ዲኹ ውሕጦ ድሎት እባ ሰርሖ ትበሊ ድሎት ተሰሪሕና ኣለና ንበዓል ዝተረፈ ተመስገን ወሲኽካ እኹሉ ዘም ደቀይ ንዓናይ ጥራሕ ነቲ ዋ ታደረኸ ሰሪሕክን ኣረ ወይላይ

እንታይ ደኣ ስቕስቕ ኢልኩም ሃቡና እባ እቲ ቢራ ኣፕሮቲቮ ክኾነና ባቢ ስፔታ ዲኻ ትብል ስኻ ስፔታ እዎ ኣባ ዝግ ዝግ ድሕሪ ዋንጫ ድዩ ዝበሃል? እሞ ንሕና ስታይ ደይልና ኢና ቢራ ሃቡና እሞ ድሕሪኡ ዝግ ንብል
ኣቤል ሓወይ እሞ እንታይ ኢልዎ ልክዕ ከምዛ ዊንታ ዝበለትካ ሓንሳብ
ኩሉ ተቕሪቡ ከሎ ሲ ስለምንታይ እሞ ሓንሳብ ኣንታ ወደይ ድሌትዎ ስኢልካ እንደ ስምዓዮ
ክንዲ ነቦኹም ስምዑ ትብልሲ ኣነ ክሰምዖም ተገልቢጠ ባባ ኣጋይሽ ሞፅና ስለ ዘለዎ ሓንሳብ ክንፅበ ኢና ጋይሸ ናይ ምንታይ ጋይሸ ምንታይ ዝኾኑ ጋይሸ እንደ ኣይ ረጎድ ወይን ኣብ ቤተ ክርስቲያን ዘይሰዓምካ ኮንካ እምበር ኣብ ኣውደ ኣመት በይኑ ዝበልዐ ኣይኒ ኸርሲ ኣይኒ ነብሲ እዩ ክበሃል
ገለ ክትፈልጢ ሎማዓንቲ ኣነ ብሂወተይ ከለኹ ሲ ኣበደን ጋሻ ሬሳይ ሰጊሩ እዩ ዝኣቱ ወይ ኣታ ባባ መነ መን እዮም እቶም ኣጋይሽ ኢልካ እባ ቅድም ሕተት። ወይለ ደቦጭ ደኣ መየትካ እንዲኻ ድማ ብዙሓት እዮም እቶም ኣጋይሽ በሉ ክትፈልጡ ኣጋይሽ ዘይኮነ እዚ ንዓኻትኩም እውን ከባርረኩም
ርግእ እንደበለካ እባ ርጉኢት ስተይ
እዚ ሰብ እዚ እንታይ እዩ ዝኸውን ዘሎ ዓውደ ኣመት ምድሪ ስየን ቃላውት ወረ መዓስ ኢና ሰላም ዘለዎ መኣዲ ክንበልዕ? እዚ ገዛ ኩሉ ድዩ ዝኣትዎ? እንዳ ሓዳር ድዩ ዋላ እንዳ ምምሕዳር?
ወይ ደኣ ኣነ ሰማዕ ትብል ኮንካ እምበር እዞም ኣጋይሲ ካብ ንዓና ንዓኻ ቀርቡ ሞት ክትቕረብ ክኣ ካብ ከብደይ ዝቐርበኒ የለን ባባ ትጋገ ኢኻ ዘለኻ ወይለይ ንስኻ ከምኡ ኢልኪ ሞዝ ደኣ ኣድማ እንዲ ብሎ ሃቡኒ እታ ፈረሰኛን መልሓጭን ሃቡን እሞ ኣብታ መደቀሲተይ ከይደ ክበልዓ ብድሕሪኡ ተደሊኹም ምምሕዳር ሙሉእ ፀዊዕኹም ሃቡ ሃቡ ሃቡ እታ ፈረሰኛን መልሓጭን ከምታ ናይ ዊንታ ጓለይ ኣብታ መደቀሲተይ ከይደ ዋላ ገም ፃወተሉ
ኣታ ባባ ክልቲኤን ክትበልዓ እንኩተዋ ኣነ ድየ ዝያዳ ውፅኢሉ በል እዚ ፈሲሱ ዘሎ ሽሻይ ኣብ ደገ ዝቕመጡ ኣሕዋትና ስለ ዝሰደዱልና ንኹላትና ብማዕረ ከም ዝብጻሓና ጠፋእካ ኣይብልን'ዩ። እወ ሓቅኻ ዝወደይ ነዚ ሕጂ ተበሊዑ ጽባሕ ናብ ሽቓቕ ዝጓሓፍ መግብስ ክንድዚ ትሃርፎ? በል እስከ በዚ ጽባሕ ናብ ጓሓፍ ዝጓሓፍ መግቢ ጽድቂ ሸምት። ጽድቂ ይዓቢ። ሮቤል ሓወይን ሄለንን ኣብ ኣውደኣመት ሓድሽ ጽቡቕ መግቢ ዘይኮነ ሓድሽ ናይ ባህሪ ለውጢ ክትገብር ኣለካ ኣብ ዝበሉና መሰረት ንሕና ድማ ተቐቢልናዮም ሓድሽ ናይ ባህሪ ለውጢ ጌርና ንስኻ ግን ገና ባባ ወይለ
ዊንታ ድማ ከምኡ ኢልኪ በሉ እስከ እቶም ንዓኻ ቀርቡ እዮም እናበልኩም ተዋጢሎም ዘለኹም ኣጋይሽ በዓል መን እዩ ከምዚ ማማ ዝበለትካ እዞም ክልተ ኣጋይሽ ልዕሊ ኩላትና ንዓኻ ቆርቡኻ ብሽምካ ኢና ከዓ ዓዲምናዮም ዘለና እቶም ሓደ ዓርክኻ ዓንዳ እዮም ሰበይቶም ከም ዝሞተቶም ትፈልጥ ኢኻ ኣውደ ኣመት ምድርስ ኣብ ገዛ ተዓምፂፆም ክድቅሱ ባባ ከዓ ኣዕፅምቲ ክትቆራጥም ከመይ ገይሩ ወርደልካ እታ ካልኣይቲ ድማ ኣሞይ ደሃብያ ነውደኣመት መሕለፊ ገንዘብ ሃበኒ ምስ በለትካ ኣብ ጁባኻ መዓት ገንዘብ ተኾሚሩ ከሎ ሳንቲም ቀያሕ የብለይን ኢልካ ፋንኻያ ነይሩ። እሂ ንሳ ድያ ከምኡ ኢላትኪ እምቦሎ ኢላትኪ? ዘይኮነ እዚ ኩሉ ጨኪንካላ ከለኻሲ ንሳ ከኣስ ዋይ ምሽክናይ ዝሓወይ እዞም ኩሎም ቆልዑ ሒዙስ ከመይ ገይሩ ክሓልፎ ኢላስ ብኣኻ ምጭናቕካ እዩ ዝገርም
እዋይ ከምኡ እምበኣር ኢላ ኣንታ ኣነ እየ ጨካን እምበር እሳ ደኣ ቦቕባቑ እንድያ ወይ ዝሓፍተይ እቲ ኣንተ ወይ ሓረዳይ ወሲድዎ እናበልካ ተማርድ ነበርካ ድማ ወሪድዎ ሓረዳይ ንሕና ኢና ካብ ኩሉ ሓዋዊስና ንሞይ ሰዲድናላ እወ እባ ንሳ ድማ መግቢ ጥራይ ዘይኮነ ሰብ እውን ኣድልያ ስለ ዘሎ ምሳና ወጃዕ እንዳበለት መኻንነታ መታን ክትርስዕ ዓዲምናያ ኣለና።
ኣንታ እንታይ ዝሰምዕ ዘለኹ ወረ እንታይ ዝሰምዕ ዘለኹ ይሓልም እንድየ ዘለኹ ዶስ ከምቲ ናይ ሃዋርያት ኣብ ገዛ ከለዉ መንፈስ ቅዱስ ዝወረዶም ደገ ወፂኦ ከለኹ መንፈስ ቅዱስ ወሪዱ እዩ ናብዚ ገዛ መዓስ እዚ ጥራይ ባባ ሄለን ሓፍተይ ብዘምጻታ ሓሳብ ነሞይ ንግዝያዊ ፍታሕ ዘይኮነሲ ንናይ ሓዋሩ ፍታሕ እዩ ዘድልያ ተባሂልና ድሕሪ ምልዛብ ኣቦ ደም ሓወይንን ንውልቅና ምውዓሉ ድኣ ምስ ስርርልና ኣረ ኣርባዕተ ሽሕን ሓሙሽተ ሚእትን ኣነ እኹል ጫማ ኣለኒ ንሳቶም ድማ ድሌታቶም ገቲኦም ነሞይ ክንውፍየላ ተሰማሚዕና ኣለና መታን ኣሞይ ድሃብ ከይተቐየመልካ ድማ ንሕና ዘዋጻእናዮ ደይኮነ ኣቦ ደም ሓወይ ድሒሩ ዝስርርልካ ንዓኻ እትሓስቦ ምዃኑ ክንነግራ ኢና እዚ ገንዘብ ከኣ ኣብ ኢድ ኣይኮናን ክንህባ። ኣብ ምንታይ ደኣ ክትህብዋ?
እዋእ እታ ባባ ሰሪሓ መታን ህይወታ ክትመርሕሲ ባንኮ ኢና ክንካረየላ።
ዋይ ኣነይ ኣንታ ኣብ ምንታይ እየ ዝነብር ነይረ? ዋ፣ ኣነ ድየ ዋላ ንስኻትኩም ኢኹም ወሊድኩምኒ? ከምኡ ትበል ውላድ ምንታይ ኢኻ ትወልዶ? ሓቀያ ማማ ንስኻትኩም ከይተምሃርኩም ስለ ዘምሃርኩምና ዓይኒ ልቢ ኣእምሮ ክንኮነኩም ናይ ግድን እዩ ረቲዕኹምኒ
ረቲዕኹምኒ ንስኻትኩም ሲ እንኳዕ ደቀይ ኮንኩም ንፉዓት ስለ ዝወለድኩ ተቐሊተ እያ ልቦና ከዓ ኣብ ዓብዪ የብሉ ኣብ ንእሽተ የብሉ ሕጂ ድማ ኣብ ርእሲ ሽሮ ጠስሚ መታን ክውሰኾ ዋእ ደርሆን በጊዕን ኣለና ሽሮ ከይተስምዓኒ ኣንቲ ነታ ሽሮ ግዲ ከኽብሩ ደልዮምሲ እቲ ምስላ ከምኡ እዩ ዝበሃል ሕጂ ድማ ርኢኹም ኣለኹም ዞም ደቀይ ኣብ ርእሲ እቲ ናትኩም ዓሰርተ ሸሞንተ ሽሕ ናተይ ድማ ንሕማቕ ግዜ ክኸውን ኢለ ዝዓቆርኩ ዓሰርተ ሽሕ ናቕፋ እዋይ

ኣሞኹም ከኣ ትፈልጡኒ ኢኹም።
ደቦጭ ዓርከይ ከኣ እዛ መልሓሲኣ እምበሪ እዛ ከብዱ ቦቕባቕ እዛ ልቡ ጻዕዳ ከምዚኣ ከምዚኣ ጻዕዳ ርኢኹም ዶ ፈላጢኻ እዩ ዝበልካ ኣነ እውን ፈልጠካ እየ

ኮካ ድሕሪ መግቢ እያ ፅቡቕ ኮካ ኣብ መንጎ መግቢ ስለ ተጉስዓካ ደሓር ፅቡቕ ጌርካ ከም ትስሕብ እያ ትገብረካ ከይተጉስዐን
እንዳእላ እምበር እንታይ ከዓ ወይ ብትግርኛ እንታይ እዮም ዝብልዋ ሒዝካ ሕዝር ክቡራት ኣጋይሽና ምሸት ከዓ ድራር በጊዕ ስለ ዘላ እንድሕር ፀጊብና